ዝርዝር ዜና ዝምድና ኤርትራን ሱዳንን ኣብ ሓባራዊ ሽርክነታዊ ምትሕግጋዝን ረብሓን ዝተሰረተ ስትራቴጂያዊ ምዃኑ ኣብ ሪፓብሊክ ሱዳን ናይ ስራሕ ምብጻሕ ዝፍጽም ዘሎ ጸሓፊ ህዝባዊ ግንባር ንዴሞክራስን ፍትሕን ኣቶ ኣልኣሚን መሓመድ ስዒድ ገሊጹ። ኣቶ ኣልኣሚን ነዚ ዝገለጸ ብ 22 ጥቅምቲ ኣብ ኻርቱም ምስ ተሓጋጋዚ ፕሬዚደንት ሱዳን ፕሮፌሰር ኢብራሂም ገንዱር ተራኺቡ ኣብ ምምዕባል ክልተኣዊ ዝምድናን ናይ መጻኢ ኣመታቱን ኣመልኪቱ ኣብ ዝዘተየሉ እዩ። ኣብቲ ርክብ ኣቶ ኣልኣሚን ንሓያል ክልተኣዊ ዝምድና፣ ንጂኦፖለቲካዊ ቦታን ኣገዳስነትን ክልቲኤን ጎረባብቲ ሃገራት ኣብ ዞባ ቀይሕ ባሕርን ቀርኒ ኣፍሪቃን ዘዕዝዝ ምዃኑ ብምምልካት፣ ነዚ ታሪኻውን ህዝባውን ዝምድና ዝያዳ ንምድንፋዕ ክስራሕ ከምዝግባእ ኣስሚሩሉ። ተሓጋጋዚ ፕረዚደንት ሪፓብሊክ ሱዳን ፕሮፌሰር ኢብራሂም ገንዱር ብወገኑ፣ ዑደት ኣቶ ኣልኣሚን ኣብ ምዕዛዝ ክልተኣዊ ሽርክነታዊ ዝምድና ንዘለዎ ተራ ብምጥቃስ፣ ሃገሩ ምስ ኤርትራ ኣብ ዝተፈላለየ መድረኻትን ጉዳያትን ሓቢራ ክትሰርሕ ዘለዋ ቅሩብነት ኣረጋጊጹ። ጸሓፊ ህዝባዊ ግንባር ንዴሞክራስን ፍትሕን ኣቶ ኣልኣሚን መሓመድ ስዒድ ኣብዚ ኣብ ሱዳን ዘካይዶ ዘሎ ናይ ስራሕ ምብጻሕ ምስ ዝተፈላለዩ ሰበ ስልጣን ከምዝዘራረብ ዝረኸብናዮ ሓበሬታ ኣመልኪቱ። ኣብ ዞባ ማእከል ካብ ሳልሳይ ሰሙን ናይ ወርሒ ጥቅምቲ ኣትሒዙ ምርጫ ኣመሓደርቲ ከባቢ፣ ኣካየድቲ ስራሕን ኣነባበርቲ ዓድን ይካየድ ኣሎ። ልኡኻት ኤሪና ዞባ ማእከል ዮናታን የዕብዮን ፍያሜት መስፍንን ዘዳለዎ ጸብጻብ ፍረወይኒ ፍጹም ከተቕርቦ እያ።
ኣብ ዞባ ማእከል ንኡስ ዞባታት በሪኽ፣ ጋላነፍሒን ሰረጃቓን ብ ዓሰርተ ትሽዓተ ጥቅምቲ ዝጀመረ ምርጫ ኣመሓደርቲ ከባቢ፣ ኣካየድቲ ስራሕን ኣነባበርቲ ዓድን ብጽፈት ይሰላሰል ከምዘሎ ነበርቲ ዓድታት ጉልዒ፣ ክትመውሊዕ፣ ላምዛን ዓዲ ሓውሻን ብ ዕስራን ክልተን ጥቅምቲ ኣብ ዘካየድዎ ምርጫ ሓቢሮም። ንሳቶም በብምምሕዳር ከባቢኦም ኣብ ዝገበርዎ ምርጫታት ባዕሎም ካብ ውሽጦም ብዝመረፅዎም መራሕቲ ክመሓደሩ ንዝተዋህቦም ዕድል ብምምስጋን ዓቕሚ፣ ቅንዕናን ተወፋይነትን ኣብ ግምት ብምእታው ይኾኑና እዮም ዝበልዎም ሰባት ከምዝመረፁ ጠቒሶም ዝተመርፁ ንዝተሰከምዎም ሓላፍነት ብግቡእ ከተግብሩ ዘለዎም እምነት ገሊፆም። ምርጫ ኣማሓደርቲ፣ ኣካየድትን ኣነባበርትን ሕጂ ዝጀመረ ዘይኮነስ ነዊሕ ሰረት ዘለዎ እዩ ዝበሉ እቶም ነበርቲ፣ እዚ ኣብ ስሉጥነት ምሕደራ ልዑል ኣስተዋፅኦ ከምዝገብር ብምዝካር፣ ሕጂ'ውን ክብርታት ሕብረተሰብ ብዝዕቅብን ባህሊ ዓያይነት ብዝኹስኩስን ብዝለዓለ ክስራሓሉ ተላብዮም። ኣማሓደርትን ኣካየድቲ ስራሕን ጉልዕን ክትሞውልዒን ኮይኖም ዝተመርፁ ንኤሪና ኣብ ዝሃብዎ ሓበሬታ፣ ቅድሚ ሕጂ ኣብ ምምሕዳር ህዝቢ ንዓመታት ስለዝሰርሑ ተመክሮን ኣፍልጦን ናይቲ ስራሕ ከምዘለዎም ብምሕባር፣ ደጊሞም እምነት ኣንቢሮም ንዝመረጽዎም ህዝብን መንግስትን ብቕንዕናን ብተወፋይነትን ከገልግልዎም ምዃኖም ኣረጋጊጾም። ነቲ ምርጫ ዝከታተሉ ዘለዉ ኣባላት ኮሚቴ ምርጫ ኣብ ዝሃብዎ ርእይቶ፣ ህዝቢ ባዕሉ ኣመሓደርቱ ክመርጽ ብዝተዋህቦ ዕድል መሰረት ኣጥርይዎ ብዝጸንሐ ንቕሓት ልዑል ሱታፌ የርኢ ከምዘሎ ብምሕባር፣ ዝተመርጹ ኣማሓደርቲ ምስ ህዝቢ ብምትሕብባር ክሰላሰል ዝጸንሐ ሓያል ወኒ ብዝሓየለ ክቕጽል ኣዘኻኺሮም።
ሃገር ብምልማዕን ልኡላውነታ ብምኽባርን ሕድሪ ስውኣት ንምትግባር ከም ወትሩ ድሉዋት ምህላዎም ኣብ ከባቢ ኣፋምቦ ዝርከቡ ኣባላት ሓይልታት ምክልኻል ኤርትራ ገሊጾም።

ይቕሬታ፣ ኣመሓዳሪ ማእከል ደንካልያ ኣቶ ሙሳ ሓጂ መሓሞዳ ኣብ ዝሃቦ ሓበሬታ፣ ናጽነት ክንጎናጸፍን ልኡላውነት ክወሓስን ህይወቶም ናይ ዝበጀዉ ሰማእታት ኣስከሬን ብኽብሪ ኣዕሪፍሉ ንዘሎ ቦታ ንምልማዕ ንዝተወስደ ተበግሶ ድሕሪ ምምስጋን፣ ሃገራዊ ሓድነትናን መንነትናን ኣጽኒዕና ሕድሮም ከነተግብር ይግባእ ኢሉ። ኣቶ ሙሳ ኣስዒቡ፣ ኣባላት ምክልኻል ኣባላት ሓይልታት ምክልኻል ኤርትራ ተዋጋእቲ ጥራይ ዘይኮኑ፣ ንራህዋ ህዝቦም ኣብ ልምዓትን ህንፀትን ሃገር ተወፋይነት ዝነጥፉ ምዃኖም ኣብ ዝተፈላለየ ከባቢታት ሃገር ዝሰላሰል ዘሎ መደባት መርኣያ ከምዝኾነ ብምጥቃስ ስለቲ ውፉይ ኣበርክትኦም ምስጋና ኣቕሪቡ። ዝዓበየ ክፋሉ ዝተሰላሰለ ጽርግያ ኢጊላ ደምሒና ንኤርትራዊ ናይ ምግባር ዓቕሚ ዘጉልሕ ብምዃኑ ከም ዝሐብኖም ኣብቲ ቦታ ዑደት ዘካየዱ ኣባላት ቤት ጽሕፈት ምምሕዳር ንኡስ ዞባ ሰንዓፈ ገሊጾም። እቶም ልዕሊ ሱሳ ኣባላት ነቲ ጽርግያ ኣብ ዝተዓዘብሉ፣ ጽርግያ ኢጊላ ደምሒና ህዝብን መንግስትን ኤርትራ ብተጻብኦታት ከይተዓግቱ መደባት ልምዓት ንምድንፋዕ ናይ ዘካይድዎ ዘለዉ ሓያል ፃዕሪ ህያው ምስክር እዩ ድሕሪ ምባል ንዘርኣይዎ ስራሕ ብኣድናቖት ገሊፆም። ኣመሓዳሪ ንኡስ ዞባ ሰንዓፈ ኣቶ ህዝቅያስ ውህበት ኣብ ዝሃቦ ሓበሬታ፣ እቲ ዑደት ኣባላት ምምሕዳር እቲ ንኡስ ዞባ ኣብ ከባቢኦም ዘሎ ምዕባለን ዝሰላሰል ዘሎ መደባት ልምዓትን ብዓይኖም ክርእዩ ዝተወደበ ምዃኑ ጠቒሱ፣ እቲ ፅርግያ ንኽልተ ዞባታት ዘራኽብ ብምዃኑ ኣብ ማሕበረ-ቁጠባዊ ህይወት እቲ ከባቢ ልዑል ኣገዳስነት ከምዘለዎ ኣብሪሁ። ሓላፊ ልምዓት ከተማ ሰንዓፈ ኣቶ መሓሪ ኣልኣዛርን ሓላፊ ፋይናንስ ናይቲ ንኡስ ዞባ ኣቶ ሚኪኤል ኣስፍሃን ኣብ ዝሃብዎ ርኢቶ፣ ብውጹእ ኤርትራዊ ዓቕሚ ዝስራሕ ዘሎ ጽርግያ ፍናኖም ብምብራኽ ንዝሓየለ ስራሕ ድርኺት ከምዝፈጥረሎም ሓቢሮም። ሓላፊ ሕሳብ ማይ ከተማ ሰንዓፈ ኣቶ ምላሽ ተኽለን ሓላፊ ምምሕዳርን ፋይናንስን ንኡስ ዞባ ሰንዓፈ ኣቶ ኪሮስ ገብረማርያምን ድማ ነቲ ብወረ ዝሰምዕዎ ዝነበሩ ዘደንቕ ስራሕ ብዓይኖም ምርኣዮም ሕጉሳት ምዃኖም ድሕሪ ምግላጽ ጽርግያ ኢጊላ ደምሒና ንውሕሉል ኣሰራርሓን ዓቕምን ዜጋታት ዘንጸባርቕ መርኣያ ብሩህ መጻኢ ምዃኑ ኣስሚሮምሉ። ኣካያዲ ስራሕ ኩባንያ ህንጻ ብድሆ ሓፈሻዊ ህንጸት ኣቶ ፍትዊ ዘርአ ንኣሰራርሓ ናይቲ ጽርግያን ንምስልሳሉ ዝካየድ ዘሎ ጻዕርን ኣመልኪቱ ነቶም ዑደተኛታት መብርሂ ድሕሪ ምሃብ ዝዓበየ ዕማም ናይዚ ጽርግያ ተሳሊጡ እኳ እንተኾነ ዝተረፎ ኣብ ምስልሳል ከምዝርከብ ኣረዲኡ። ስፖርት ብምሉእ ሱታፌን ደገፍን ሕብረተሰብ ኮማዊ ሰረት ሒዙ ዝዓብየሉ ባይታ ንምጥጣሕ ሓያል ፃዕርታት ይካየድ ከምዘሎ ኣብ ከተማ ኣስመራ ማእከል መሰልጠን ኣትሌቲክስ መረብ ሰቲት ንምምራቕ ኣብ ዝተኻየደ ስነ ስርዓት ተገሊፁ። ብ ዕስራን ሓደን ጥቅምቲ ኣብ ዝተኻየደ ስነ ስርዓት ዋና ዳይረክተር ክፍሊ ማሕበራዊ ኣገልግሎት ዞባዊ ማእከል ኣቶ ቃልኣብ ተስፋስላሴ ኣብ ዘስምዖ ቃል ምጥርናፍ፣ ምውዳብን ምሕያልን ስፖርታዊ ንጥፈታት ንመንግስቲ ጥራይ ዝግደፍ ዕማም ከምዘይኮነ ጠቒሱ ግዱሳት ትካላትን ውልቀ ሰባትን ተበግሶታት ብምውሳድ ኣብ ምሕያል ስፖርት እጃሞም ከበርክቱ ፀዊዑ። ኮምሽነር ስፖርት ዞባ ማእከል ኣቶ እንድርያስ ኣስመሮም ብጊዲኡ፣ ምቛም ማእከል መሰልጠኒ ኣትሌቲክስ መረብ ሰቲት ኣብ ምሕያል ስፖርታዊ ንጥፈታት ዞባ ማእከል ዝህልዎ ኣበርክቶ ዓብዪ ከምዝኸውን ፅኑዕ እምነቱ ብምግላፅ፣ ኣብ ዘካይዶ ንጥፈታት ምድግጋፍ ምምሕዳር ዞባ ማእከል ከምዘይፍለዮ ኣረጋጊፁ። ኣብ ዓውዲ ኣትሌቲክስ ዘለዎ ተሞክሮ መሰረት ብምግባር ኣብ ምፍራይ ተተካእቲ ኣትለታት ፃዕርታቱ ከምዘዛይድ ዝሓበረ ወናኒ ናይቲ መሰልጠኒ ማእኸል ኣቶ ተወልደብርሃን ተስፋጋብር ብወገኑ፣ ስፖርት ኮማዊ ሰረት ንምትሓዙ ዝካየድ ዘሎ ጻዕሪ፣ ስም ሃገሮም ዘጸውዑ ስፖርታውያን ኣብ ምኹስኳስ ኣገዳስነቱ ዕዙዝ ምዃኑ ገሊጹ። ማእከል መሰልጠኒ ኣትሌቲክስ መረብ ሰቲት ብሓደ እዋን ንኣስታት ሰላሳ ኣትለታት ናይ መደቀሲ፣ መመገብን መሕጸቢ ሰብነትን ኣገልግሎት ናይ ምሃብ ዓቕሚ ዘለዎ ማእከል እዩ።